ተኸታታሊ ልብወለድ ዛንታ ራሄላዊት ሂዋን ካልኣይ ክፋል። ሰላም ኩቡራት ተኸታተልተይ ከመይ ቀኒኹም ሰላም ክትኮኑ እናተመነኹ ካብ ዝሓለፈ ክፋል ኣዶ ሊድያ ከም ዝሞተትን ሊድያን ኣቦኣን ድማ ብጣዕሚ ሓዚኖም ከም ዝነበሩን ከዓ ኩሉ ፍቓድ እግዚኣብሄር እዩ ኢሎም ተቐቢሎም ብፍቕሪ ይነብሩ ከም ዝነበሩን ሊድያ ድማ መጽሓፍ እናገምጸለት ከላ ኣቦኣ ኣትኲሩ ብምጥማት ሊድያ ጓለይ በላ እሞ ሊድያ ድማ ናብ ኣቦኣ ቆላሕ ብምባል ኣቤት ባባየ በለቶ ኣቦኣ ድማ እንታይ ድየ ክብለኪ ደልየ ዛጓለይ ኣብዚ ኢና ኣቋሪጽና ኔርና ካልኣይ ክፋል ድማ ነዚ ዝስዕብ ይመስል። ኣቦ ሊድያ እንታይ ድየ ክብለኪ ደልየ ዛጓለይ ኢሉ ርእሱ ኣድኒኑ ስቕ በለ። ሊድያ ድማ እንታይ እዩ ክብለኒ ደልዩ እናበለት እቲ ኣብ ኢዳ ዝነበረ መጽሓፍ ዓጺፋ ብምቕማጥ ባባየ እንታይ ድኣ ስቕ ትብል እንታይ ዲኻ ክትብለኒ ደሊኻ በለቶ። ኣቦ ሊድያ ድማ ካብ ስቕትኡ ወጺኡ ዛጓለይ ዘጋጠመና ነገር ቀሊል እኳ እንተዘይኮነ ግን ከኣ ንኹሉ ተቐቢልና ንቕድሚት ክንስጉም እምበር ብዘጋጠመና ሽግራት ተሸኒፍና ክንወድቕ የብልናን። ሕጂ ግና ዛጓለይ ሓዘን ይኣኽለና ንስኺ'ውን ትምህርትኺ ቀጽሊ ኣነ'ውን ስራሐይ ምውፋር ክጅምር። ሊድያ ጓለይ በላ። ሊድያ ጽን ኢላ ክትሰምዕ ድሕሪ ምጽናሕ ሃንደበት ትዝ ኢላ ኣብ ሓሳብ ጢሒላ መልሲ ከይሃበ ስቕ በለት። ኣቦኣ ድማ ሊድያ ጓለይ ትሰምዕኒ ኣለኺ ዶ በላ። እ እወ ይሰምዐካ ኣለኹ ባባየ ኢላ። ካብዚ ወጺኡ ዘይበለቶ በተን ፍሩያት ጠዒንታ ንብዓት ጸረር እናበለ እሺ ባባየ በለቶ። ኣቦኣ ካብቲ ዝነበሮ ተሲኡ ንጓሉ ሕቑፍ ብምባል ኣጆኺ ዛጓለይ ጠንካራ ኩኒ ኢሉ ኣጸናኒዑ ንሱ ስራሑ ክወፍር ሊድያ ድማ ትምህርታ ክትጅምር ተስማዕምዑ። ድሕሪ ቁሩብ መዓልታት ድማ ሊድያ ምስቶም መምህራን ጸገማታ ተዘራሪባ ትምህርታ ክትጅምር ምዃና ድሕሪ ምንጋር ትምህርታ ጀመረት። ኣቦ ሊድያ ድማ ብዙሕ መሬት ስለ ዝነበሮ ዘለዎ ገዲፍዎ ዝነበረ ሕርሻ ከም ብሓዱሽ ኣለሳሊሱ ስራሑ ጀመረ። ሊድያ ንግሆ ተሲኣ ምግቢ ንዕኣን ነቦኣን ኣዳልያ ናብ ትምህርታ ትኸይድ። ምስ ተመለሰት ድማ ድራር ክትሰርሕ ናይ ገዛ ስራሕ ኩሉ ሓላፍነት ተሰኪማ ቁሩብ ክብድ ይብላ እኳ እንተነበረ ግን ከዓ ኣቦኣ ጥራሕ ስለዝኾነ ብዙሕ ዘሸግር ከምዘይነበረ ብኸምዚ ድማ ንክልተ ዓመት ዝኣክል ጸንሑ። ሊድያ ናይ ዩኒቨርሲቲ ትምህርታ ተማሪት ኮይና ትምህርቲ ኣብ ርሕቕ ዝበለ ቦታ በጽሓ እሞ ኣዝያ ሓዘነት። ከምዚ እናበለት ባዕላ ንባዕላ ክትዛረብ ጀመረት፣ ባባየ ሕጂ ካባኻ ተፈልየ ከመይ ክኸውን? ኣይክእሎን እየ። ንስኻ ንስኻኸ ከመይ ኢኻ ክትከውን? ሕጂ ኣነ ተፈልየካ ከመይ ክትከውን ማማየ ግን በቃ ዲኺ ጨኪንኪ ገዲፍክና? እናበለት በዒንታ ዝወረደ ንብዓት ብኢዳ እናሓሰሰት፣ ኣቦ ሊድያ ድማ ኣብ ስራሕ ውዒሉ ናብ ገዛ እናኣተወ ሊድያ ጓለይ ኣለኺ ዶ ከመይ ውዒልኪ ዛጓለይ በላ ሊድያ ገና ኣብ ሓሳብ ኣብ ሓሳባት ተቐርቂራ ገጻ ብንብዓት ተሓጺቡ ኣብ ትዝ ዝበለ ሓሳብ ጥሒላ ስለ ዝነበረት ኣይሰምዖቶን ኣቦኣ ድማ ናብኣ ቅርብ ኢሉ ሊድያ ጓለይ ኢሉ ጥምት ምሰበላ በስመኣብ ወልፍስ ቅዱስ ኢሉ ኣማዕተ እባ እሞ ሊድያ ሃንደበት ከይረኣየቶ ስለ ዝጸንሐት ባባ እ እ ባባየይ መጺኻ ዲኻ በለቶ ኣቦኣ ድማ ኣብ ጎና ከፍ በለሞ ሊድያ ጓለይ እንታይ ኮይንኪ ትነብዒ ዘለኺ እንታይ ረኺቡኪ እዛ ጓለይ በላ ሊድያ ድማ ንብዓታ ክትሽፍን እናተቓለሰት ባባየ ዋላ ሓንቲ ኣይኮንኩን ደሓን እየ ሕጂ ግን ደኺምካ ስለዘለኻ ተሓጸብ ምግቢ ክትበልዕ ኢላ ካብኡ ተሲኣ ናብ እዳ ከሽኔ ኣምርሐት ኣቦኣ ድማ ንብዓት ጓሉ ኣሰንቢድዎ ኣትኲሩ እናጠመታ እዋእ እንታይ ኮይና እዛ ጓለይ ነዲኣ ዶ ናፊቓ ትኸውን? እናበለ ውሽጡ ብሓሳባት ተጨነቐ። ድሕሪ ቁሩብ ደቓይቕ ሊድያ ነቦኣ ምግቢ ቀራሪባ፣ ባባየ ንዓ በል ከሕጽበካ ምግቢ ክትበልዕ ጠሚኻ ኸኣ ትኸውን በለቶ። ኣቦኣ ድማ እሺ እዛ ጓለይ ብርኽቲ ኢሉ ተሓጺቡ መኣዲ ቀሪቦም በልዑ። መኣዲ በሊዖም ምስ ወዱ ተመስገን ኢሎም ድማ ተስኡ። ድሕሪዚ ድማ ኣቦ ሊድያ እዛ ጓለይ ንዕ'ሞ በዚ ፎፈሊ ኢሉ ኣዒንቱ ናብ ኣዒንታ ጓሉ ኣትኲሩ እናጠመተ ሊድያ ጓለይ እንታይ ኢኹ ኮይንኺ ክትነብዒ ጸኒሕክኒ ዛጉ እንታይ ኣጋጢምኪ ድዩ ወይ ድማ ዝጸገመኪ ነገር ኣሎ ድዩ ዛጓለይ ብዘይካ የመን ኣለኪ ድዩ ንገርኒ እስቲ ኢሉ ብትሕትናን ጥበብን ዝተመልኦ ዘረባ ተዛረባ። ልድያ ኣነ ዘጸገመኒ ነገር ባባየ ንዓኻ ሒዘ እንታይ ጎዲሉኒ ግን ባባየ ንዓይን ንዓኻን ዝፈላሊ ነገር ተፈጢሩ ኣሎ በለቶ። እዋእ ልድያ ጓለይ እንታይ እዩ ንገርኒ እንዶ በላ። ዓው ብዝበለ ድምጺ። ሊድያ ባባ፣ ንሽዱሽተ ወርሒ ዝኣክል ትምህርተይ ኣብዚ ዓዲ ወጺኤ ንኽመሃር ተመዲበ ኣለኹ። ሕጂ ግን ኣነን ንስኻን እንተተፈላሊና ከመይ ክኸውን'ዩ? ንሱ እዩ ድማ ጨኒቑኒ። ክነብዕ ጸኒሐካ ባባይ፣ ሕጂ ግን ካባኻ ካብ ዝፍለ ትምህርተይ እየ ክገድፎ ዘለኒ በለቶ ብሕንቕንቕ ዝበለ ድምጻ። ኣቦ ሊድያ ውሽጡ ሕማቕ እንዳተሰምዖ ኣጆኹም እዛ ጓለይ ኣጆኺ ተረጋግኢ ነዚ ድዩ ክነበዕኪ ጸኒሕክኒ ሊድያ ጓለይ ትምህርቲክማ ከይተቋርጽዮ። የብልክን ንሽዱሽተ ወርሒ እንታይ ከይንኸውን ዛጓለይ ኣነ ንዓርሰይ ምዃን ኣይስእንን ንስኺ ጠንኪርኪ ኣብ ዕላማኽን ሕልምኽን ዕውቲ ክትኮንለይ ከመዲኺ ጠንካራ ኣዶ ክትኮኒ መርዓኺ ኣበባኺ ክርእይየ ዝደሊ ፍጹም ኣይተቋርጽዮን ኢኺ በላ ሊድያ ግን ፍልልይ ምፍልላይ ስለዝኸበዳ እናነብዐት ባባየይ ትምህርቲ ባዕሉ ይፈልጥ ንስኻ ኢኻ ትዓብየኒ ኣነ ኣይመሃርን እየ በለቶ ካብ የዒንታ ዝወረደ ንብዓት እና ሓሰሰት ንወዛ ጓለይ ዘንብዕ የብልክን ንዓይ ስምዕኒ ኣነ ዋላ ሓንቲ ኣይከውን ብዛዕባ ትምህርትኪ ጥራሕ ሕሰቢ ኢሉ ድሕሪ ብዙሕ ኣእመና እሞ ሊድያ በቃ ሕራይ ባባየይ ኢላ ሕቁፍ ኣበለቶ ብድሕሪ እዚ ግን ዘመድ ኣቦ ድሕሪ ሊድያ ድሕሪ ሕጂ በዓልቲ ቤትካ ካብ ትፍለ ሰለስተ ዓመት ጌራ ኣላ ሓዘን ይኣኽለካ ሓዳር ዘይትገብር ነታ ጓልካ ውን በቲ ንዓኻ በቲ ትምህርቲ ይኸብዳ ይኸውን ንዓኣ ውን ኣዶ ትኾና እናበሉ ተደጋጋሚ ይዛረቡኒ እሞ ኣቦ ሊድያ ግን ንበዓልቲ ቤቱ ኣዝዩ የፍቅራ ስለ ዝነበረ ዋላ ድኣ ካብኡ ትፈለ እምበር ፈጺሙ ካብ ሓሳቡ ካብ ልቡን ኣውጺእዎ ኣይፈልጥን። ስለዚ ድማ ምስ ካልኣይቲ ሓዳር ክገብር ሓሲብዎ ኣይፈልጥን። ከምዚ ድማ ይብሎም ነበረ፣ ኣሕዋተይ ናተይ ሓልዮት ምዃኑ ይርደኣኒ'ዩ፣ ግን ኣነ ድሕሪ ፍትውቲ በዓልቲ ቤተይ ሓዳር ኣየድልየንን። ምስ ጓለይ ተፋቒረ ክነብር እምበር። ሊድያ ጓለይ ገጽ ሰብ እናርኣየት ክተስተማስል ኣይደልን፣ ምኽንያቱ ከም ኣዲኣ። ዘይክትከውን ስለ እትኽእል ናይ ኣዲኣ ፍቕሪ ስኢና ናተይ ፍቕሪ እውን ክጎድላ ኣይደልን እዩ ዝብሎም። ንሳቶም ድማ እዋእ ኣታ ጓልካ እኮ ፅባሕ ንግሆ ሓዳራ ክትገብር እያ ንዓኻ እናለዓለት ኣይኮነትን ክትነብር ንዓኣ ለባ ሕሰበላ እናበሉ ብተደጋጋሚ ኣጨነቕዎም። እሞ ኣቦ ሊድያ ድማ ድሕሪ ብዙሕ ግዜ በቲ ዝበልዎ ኣብ ክልተ ሓሳባት ተቐርቂሩ በታ በቃ በሉ ምስ ሊድያ ጓለይ ክማኸር እሞ መልሲ ክነግረኩም እዩ ኢሉ ናብ ገዝኡ ኣምረሐ። ሊድያ ኣብ ሳሎን ኮፍ ኢላ ፊልሚ ትከታተል ነበረት እሞ ኣቦኣ ሊድያ ጓለይ ኣለኽዶ ኢሉ እትው በለ። ሊድያ ድማ ካብቲ ኮፍ ኢላቶ ዝነበረትስ ስኢላ፣ ኣለኹ ባባየ፣ መጺእኻ ኸኣ? መጺእኻ ዲኻ? ንዓ በል ኮፈል በል ቡን ቀሪብና ደንጒኻኒ ክጽበየካ ጸኒሕ እንድየ ጸኒሐ በለቶ። ኣየ ጓለይ ሓቅኺ? ኣብቲ መንገዲ ንእሽተይ ዘንጊዐ ዝረኽቡ ሰባት ነይሮምኒ በላ። ደሓን እንኳዕ'ሞ ሕጂ መጻኻ፣ ከፍ በል ባባየ ኢላ ኮፍ ኣበለቶ። ቡን ቀራሪባ ክተፍልሕ ጀመረት። ባባየ ሕጂ ጥዕምቲ ቡን ክሰትየካ እየ ኢላ። ክምስምስ እናበለት ኣዒንታ ናብኡ ለኣኸተን። ኣቦኣ ግና ኣብ ሓሳባት ጥሒሉ ኣየቕለበለን። ሊድያ ኣትኲራ ብምጥማት ገጽ ኣቦኣ ከምቲ ብፍሽኽታ እትፈልጦ ኣይኰነን ነይሩ። ሊድያ ባባየይ ኣለኻዶ? በለቶ። ኣቦኣ ስንብድ ኢሉ እእ ኣለኹ ሊድያ ጓለይ በላ። ሊድያ እእ ባባ ናይ ደሓን ድዩ ክንድዚ ሓሳብ ምስ መን ዲኻ ጸኒሕኻ በለቶ ንሱ ድማ ደሓን እየ እዛ ጓለይ ምስ ሓወቦታትኪ እየ ጸኒሐ በላ ሊድያ ድማ ዋእ ምስኣቶም ደኣ እንታይ ኔሩ ኣብ ደገ ዘራኽብ ባባይ እንታይ ድዮም ኢሎምኻ ንገረኒ እንዶ በለቶ ኣቦኣ ድማ ንኽዛረበሉ ድፍረት ስኢኑ ብርብሽ መንፈስ ሊድያ ጓለይ ሓደ ነገር እንድየ ክነግረኪ ደልየ በላ። ሊድያ ንኽትሰምዕ እናተሃንጠየት ንገረኒ እሺ እንታይ እዩ ባባይ በለቶ። ዛጓለይ ይቕፅል ረብዓይ ክፋል ማለት እዩ። ኣብ መጨረሻ ፅቡቅ ክኸውን ተስፋ ንገብር። ክሳዕ ሽዑ ሰሰናዩ። ንሎሚ ዝነበረና ፃንሒት ነዚ ይመስል። እንተፈቲኹምዎ ሸር ላይክ ሳብስክራይብ ኣይትረስዑ እናበልኩ ባይ ብሩኻተይ